እቲ ወደይ ከኣ ሓውዩለይ ብሰላም ንዓደይ ዝከይድ ይግበረለይ። ኩሉ ናይ እግዛብሄር እዩ ካብ እዝጋብሄር ርኸቦ ኣነ ሂወተይ ሙሉእ ከመስግነካ ክነብር እየ ብጣዕሚ እየ ዘመስግነካ ምስጋናይ ወሰን የብሉን ኩሉ ካብ እዝጋብሄር ርኸቦ እዩ ክብለካ ዝኽእል።

ካልእ ነገር ሓንቲ ክብል ኣይክእልን ኩሉ ካብ ኣምላኽ ርከብዎ
ሰላም ከመይ ትኾኑ ጋይስ ከመይ ትውዕሉ ሎም መዓንቲ ከዓ ኣብ ሓድሽ ቪድዮ ተመሊስና ኣለና ናይ ሎም መዓንቲ ቪድዮ እኳ ሃንደበት እየ ዝሰርሕ ዘለኹ ቪድዮ ክሰርሕ ውን ይሓሰብኩ ነይረ ስለዚ ሃንደበት እየ ዝሰርሕ ዘለኹ ኣዝዩ ብዘሕዝን ኣጋጣሚ ኢና ተራኺብና ዘለና ማለት እዩ ናይዚ ምክንያት ከዓኒ ቅድሚ ሓሙሽተ ወርሒ ኣቢሉ ኸውን ሓንቲ ቪድዮ ሰሪሐ ነይረ ብዛዕባ ሓደ መርሃዊ ዝተባህለ ህፃን ሓውና ኣብ ሓሚሙ ኣብ ከቢድ ኩነታት ከም ዘሎ ደም የድልዮ ከም ዘሎ ብወርሒ ወርሒ ደም የድልዮ ከም ዘሎ ነጊረኩም ነይረ እዚ ዝነገርኩልኩም ወይ ከዓ እዚ ቪድዮ እዚ ዘረኣኹም ቅድሚ ሕጂ ሓደ ከነኣን ዝተባሃለ ቲክቶከር ኢትዮጵያዊ ቲክቶከር ደም ክልግስ ኢሉ ከይዱ እሱ ቀፃሊ ሰናይ ስለ ዝገብር ወይ ከዓ ከይዱ ኣብቲ እንዳ ደም ልጋስ ባዕሉ ሳፖርት ስለ ዝገብር ደም ለጊሱ ነይሩ እቲ እሱ ዝሃቦ ደም ከዓኒ ናብ መርሃዊ ከም ዝኸደ ወይ ከዓ ዝተፈለየ ኣጋጣሚ ከም ዘጋጠመ ምክንያት ምግባር እታ ቪድዮ ሰሪሕና ርና ርኢና ርና እታ ቪድዮ ድሕሪኡ እውን ገዝኦም ከይደ እውን ብዛዕባ ምርሃዊ ዘለዎ ኩነታት ካንሰር ኣይኮነን ሓሚሙ እንተኾነ ግን ኣብ ክሳዱ ኣዝዩ ኣዝዩ ከቢድ ቁስሊ ከም ዘለዎ እውን ኣርእኩም ነረ ብስእልታት ገይረ ርእኩም ነረ ስለዚ ወርሓዊ ከዓ ደም የድልዮ ብምባል እውን ነጊረኩም ነረ ስለዚ ብዛዕባ ምርሃዊ ብዙሕ ርኢና ነርና ምርሃዊ ኣዝዩ ተስፋ ዝነበሮ ኣዝዩ ኣዘራርብኡ ምናልባት እንድሕር ርኢኹም ኣብቲ ሽዑ እዋን እውን ቪድዮ ስኢልናዮ ነርና ስለዚ ኣዝዩ ተስፋ ዝነበሮ ቆልዓ እዩ ከም ዕድሙ ይኮነን ዝዛረብ ነይሩ ኣብቲ ሽዑ እዋን ብዙሕ ሰብ ሓጊዝኩም ትኾኑ ትኽእሉ ኢኹም ብዙሓት ሰባት ሓጊዝኩም ኢኹም ድሕሪኡ ግን ድሕሪ ውሑዳት እቲ መጀመርያ ዝሰራሕናዮ ቅድሚ ሓሙሽተ ወርሒ ቪድዮ ሰሪሕና ነርና ኣብ ዝሓለፈ ቅድሚ ወርሒ ኸውን ኣከባቢ ግን ሓሚሙ ኣብ ኣዝዩ ኣሰካፊ ኩነታት ከም ዘሎ ሓካይም ከም ዝነገርዎ ብፅሑፍ ጥራይ ብጽሑፍ ጥራይ ጎፈንድሚ እውን ሽዑ ተኸፊቱ ብጽሑፍ ጥራይ ፖስት ኢለልኩም ነይረ ኣብ ኮሚኒቲ ማለት እዩ ኣብቲ ሽዑ እዋን ኣነ ኣይነበርኩን ምክንያቱ ቪድዮ ክሰርሕ ኣይከኣልኩን ብዙሕ ተናደ ኣዲ ሓዳስ ብዙሕ ደው ኢለናለይ ኣይነ ብዙሕ ደው ኢለናለይ ኣነ ግን ኣይነበርኩን ኣይነበርኩን ክረኽባን ይከኣላን ድሕሪኡ ግን ወፂኦም ዝረኸብክዎን ከዓኒ ከምዚ ከም ዝጋጢሞ ስለ ዝበላነይ ሽዑ እውን ቪድዮ ክሰርሕ ኣይከኣልኩን ብፅሑፍ ግን ቶማስ የማነ ፖስት ኢልዎ ዝነበረ ኣብ ኮሚኒቲ ውን ፖስት ኢለ ነረ ሽዑ ማለት እዩ ኣብቲ ሽዑ እዋን እውን ኣብ ጎፈንድሚ ከዓኒ ብዙሓት ሰባት እውን ሓጊዝኩም ነርኩም እንተኾነ ግን ፈቓድ ኣምላኽ ኮይኑ ምርሃዊ ክድሕን ኣይከኣለን ማለት እዩ ቅድሚ ሰሙን ከም ዝተጎድአ ሎማዓንቲ እየ ሰሚዐ ግን ቅድሚ ሰሙን ምርሃዊ ከም ዝተጎድአ

መርሃዊ መንግስተ ሰማይ የዋርሶ ንስድርኡ ንኣሕዋቱን ፅንዓት ይሃብኩም ክብል ይደሊ ንእግረ መንገደይ ግን ኣብዚ ክነግረኩም ዝደሊ ብዛዕባ እዚ ንዝሓመሙ ምሕጋዝ ዝበሃል ነገር ኣብዚ ሕጂ እዋን ልሙድ ኮይኑ ዘሎ ነገር እዩ ወይ ከዓ ሓደ ሰብ ሓይሞ ኣብ ማስ ሜድያ ወፅኡ ወይ ከዓ ጎፈንድሚ ክትከፍተሉ ልሙድ እንዳኾነ ዝኸይድ ዘሎ ነገር እዩ እዚ ከዓ እቲ ሓደ ደስ ዝብል ነገር እዩ ምክንያቱ ሓደ ሰብ ሓሚሙ እሞ ከዓ ብገንዘብ ክሓዊ ዝኽእል ምዃኑ እንድሕር ተነጊርዎ ክትሕግዞ ሲ እቲ ዝበለፀ ነገር እዩ ረዲኹም ኣለኹም እንተኾነ ግን ሓደ ሓደ ግዜ ብፍላይ ሕጂ ንኣብነት ሚእቲ ሽሕ ዝሪኦ ቪድዮታት ኣሎ ሓደ ሰብ ሓሚሙ ሚእቲ ሽሕ ሰብ ይሪኦ ረዲኹም ኣለኹም ስለዚ ድሓን እቲ ሰላሳ ፐርሰንት ዓቕሚ ዘይብሉ ክኸውን ይኽእል እዩ ግን እቲ ሰብዓ ፐርሰንት ወይ ከዓ ሰብዓ ሽሕ ሓንቲ ዶላር እንድሕር ሓጊዙ ረዲኹም ኣለኹም ሰብዓ ሽሕ ኮይኑሎ ማለት ሰብዓ ሽሕ ዶላር ስለዚ ሰብዓ ሽሕ ዶላር ከዓ ነቲ ሰብ ከዓ ኣትሊስት ሕክምኑ ከጀምሮ ዝኽእል ክኸውን ይኽእል እዩ ርኢኹም ዶ መብዛሕትኦም ዝሓሙ ሰብዓ ሽሕ ዶላር ዳርጋ ክሕክሞም ዝኽእል ይውን እንድሕር ከቢድ ኮይኑ ግን ሕክምንኡን ከጀምሮም ሕክምንኦም ከጀምሮም ዝኽእል ነገር እዩ ማለት ስለዚ ናይ ሓገዝ እሞ ከዓ ኣብ ኣፍ ሞት ኣሎ እንድሕር ኢሎምኹም ስቕ ኢልኩም ኣይትሕለፍዎ ማለት እዩ ዓቕሚ እንድሕር ሃልዩኩም ሓንቲ ዶላር ክትሕግዙ በዚ ኣጋጣሚ ይምሕፀነኩም ማለት እዩ ምክንያቱ ሓንቲ ዶላር ንሓደ ሰብ ኣይትጎድኦን እያ ድሕር ተኣኪቡ ግን ብዙሕ ስለ ዝኾነ ሂወት ከድሕን ይኽእል እዩ ማለት እዩ ስለዚ በዚ ኣጋጣሚ እዚ ክላበዎ ክምደሉ ይደሊ ምክንያቱ ፈንድ ዝበሃል ከዓ ኣብዚ ሕጂ እዋን ኣብ ዘይከውን ነገር ከማን ፈንድ ይግበር እዩ ኣብዚ ሕጂ እዋን ልሙድ ኮይኑ ኣሎ ዝፈተካዮ ከማን ደስ ዝበለካ ገንዘብ ፈንድ ትገብረሉ ኢኻ ማለት እዩ ስለዚ ንዝሓመመ ሰብ ከዓኒ ካልእ ትረፍ እቲ ብዙሕ ወይ ገለመለም ወይ ትረፍ ሓንቲ ዶላር ሓደ ሰብ እንድሕር ሓጊዙ ግን ክሕገዝ ይኽእል እዩ ዝሓመመ ኩሉ ሰብ ክሓዊ ይኽእል እዩ ማለት እዩ ብሕክምና ደረጃ ማለት እዩ ስለዚ እዚ ክብለኩም ኢለ እየ ብዓቢኡ ግን ብኣዝዩ ዝሕዝን መንገዲ ስለ ዝተራኸብና ብዛዕባ ናይ መርሃዊ ማለት እዩ ንስድራ መርሃዊ ፅንዓት ይሃቦም ምራዊ ከዓ መንግስተ ሰማያት የዋርሶ ክብለኩም ደሊ ነቶም ስድራውን ስቲል ምሕጋዝ ኣይተቋርፅዎ ደው ኢልኩም ሳፖርት ግበርዎም ቴሌፎኖም እዚ ክገድፈልኩም እየ ነተን ኣደ ደው ኢልኩም ሓግዝወን ፀግዒ ክንዎም ክብለኩም እደሊ ዩቲብ ገለ ትርኢ ዲኻ? ቲክቶክ ዲኻ ትርኢ ዝያዳ ወላ ዩቲብ ኢኻ ትርኢ? ብዙሕ ኣይኮንኩን ብዙሕ ኣይኮንኩን። እንታይ ደስ ይብለካ?
ደስ ዝብለካ ነገር እስኪ መዓልቲ ክትገብሮ ትደሊ ነገር ደስ ዝብለካ ኣብ ኤርትራ ካብ ትመፅእ ክንደይ ኮይኑ ክልተ ዓመት ምሸ እዎ ካብ ኤርትራ ካብ ዝመፁ ክልተ ዓመት ገይረ ሕጂ ድማ ኣምላኽ ይመስገን ፅቡቅ ኩነታት ኣለኹ ሕጂ ግን ናይ ደም ዋሕዲ ስለ ዘጋጥመና ኣብ ቅድሚ ህዝቢ ወፂእና ፀገምና ንገልፅ ኣለና ብዝካለኩም ትሕግዙና ድማ ንላቦ ኣለና ኣሕዋት
እንዴት ክፍል በፂሕካ ነይካ ትምህርቲ ሻድሻይ
እቲ እንተልፊ ርኢኹም ደው ኢልኩም ብቴሌፎን ይኹን ክንልግስ ኢና ዝበልኩም

ብጣዕሚ እየ ዘመስግነካ ምስጋና ወሰን የብሉን ኩሉ ካብ እዝጋብሄር ረከቦ እየ ክብለካ ዝክእል ኩላህና በዚ ሕማም እዚ ተጠቂዕና ዘለና ሙሉእ ምሕረቱ ክበልና ኩሉ ናይ ኣምላክ እንድዩ ግን ኣብ ትሕቲ ኣምላክ ከኣ ሓገዝ ናይ ሰብ የድልየካ እዩ ንሕና ከኣ ኩላህና በዚ ሕማም እዚ ተጠቂዕና ዘለና ሙሉእ ምሕረት ክገብረልና ነቲኦም ዝልግሱ ከኣ ዕድመን ጥዕናን ይሃቦም ካብ ኣምላክ ይርከብዎ።